ሰላም ሰላም ከመይ ኣለኹም ደሓን ዶ ኣለኹም ነዚ መደብ ትከታተሉ ሰባት ሎሚ ዓንቲ ሓደ ብስራት ይሒዘልኩም መፅእ ዘለኹም እዚ ብስራት እዚ ከዓ ብክርስቶስ የሱስ ንዝኣመነ ናይ ዘለኣለም ሂወት ኣለዎ ዝብል ብስራት እዩ ኩላትና ብሕልፊ ኣብ ክርስትና እምነት ዝዓበና ጎይታና የሱስ ክርስቶስ መን እዩ ተተባሂልና መልሲ ኣለና መድሓኒና እዩ እንታይ ክገብር መፅዩ ምእንቲ ሓጢኣትና ከም ዝመፀ ከድሕነና ኢሉ ከም ዝመፀ ዳርጋ ኩሉ ሰብ ክብል ይኽእል ዝሰማምዓሉ ሓቂ እዩ ምናልባት ውሕድ ኣፍልጦ ዘለዎ ሰብ ተዘይኮይኑ ግን ናይ ብሓቂ ጎይታና የሱስ ክርስቶስ ናብዚ ዓለም እዚ ከድሕነና ድዩ መፂ ኣድሒንና ዲኸ ከድሕነና መፂዩ እንተ ደኣ ንሕና ዘይድሒና የሱስ ክርስቶስ ዓላምኡ ከይሃረመ እዩ ተመሊሱ ማለት እዩ። ከድሕነና መጺኡ እንድሕር ደኣ ንሕና ድሒንና የሱስ ክርስቶስ ዓላምኡ ፈጺሙ እዩ ማለት እዩ። ስለዚ የሱስ ክርስቶስ ንምንታይ እዩ መጺኡ? ከድሕነና እዩ መጺኡ። ዝርዝሩ ግን ንፈልጦ ዲና? ከመይ ገይሩ እዩ ድሒነና? ብኸመይ እዩ ከድሕነና ኢሉ መጺኡ? ካልእ ኣማራጺ ናይ ምድሓንከ ኣይነበረን ድዩ? እቲ ኣምላኽ ሰብ ክኸውን ዘድለዮን ዘገደዶን ጉዳይሲ ክንዲ ምንታይ ዓቢ ስለ ዝኾነ እዩ ምድሓና ንዓናስ ንኣምላኽ ክንዲዚ ዘገድሶ ማለት እዩ ስለዚ ካብዚ ተበጊሰ ሓደ ኣገዳሲ ጎይታና የሱስ ክርስቶስ ባዕሉ ዝተዛረቦ ካብ ብሉይ ኪዳን ኣምፅኡ ዝተዛረቦ ዛንታ ግን ከዓ ኣዝዩ ዘገርም ሕጂ ከዓ ንዓና መምሃሪ ዝኾነና ከምበልኩም እየ እዚ ዛንታ እዚ ኣብ ወንጌል ዮሃንስ ምዕራፍ ሰለስተ ኢና ንረኽቦ። ኣብዚ ዛንታ ሓደ ኒቆዲሞስ ዝበሃል መምህር እዩ። ካብቶም ፈሪሳውያን ዝበሃሉ ኣብቲ ግዜ ጎይታና የሱስ ክርስቶስ ዝተወልደሉ ዝነበሩ ኣዝዮም ምሁራት ፈላጣት ናይ ቅዱስ ጽሑፍ ዝነበሩ እዮም ስለዚ ናብ ጎይታና የሱስ ክርስቶስ መጺ ሓደ ሕቶ ሒዙ መጺ ሰብሲ መንግስቲ ኣምላኽ ንክኣቱስ እንታይ እዩ ክገብር ዘለዎ ኢሉ ሓቲቱ እንታይ ክገብር ዘለዎ ሰብ ጎይታ ከኣ መሊስሉ ሕጂ ናብቲ መልሱ ኣይኣቱን እዚኣ ኣብ ካልእ ግዜ ክምልሰልኩም እየ ግን ሓንቲ ኣገዳሲት ዛንታ ምስ ኣተሓሒዙ ጎይታና የሱስ ክርስቶስ ተዛሪብዎ ኣብ ጥቕሲ 14 15 ብኡ ዝኣምን ኩሉ ናይ ዘለኣለም ህይወት ምእንቲ ክረክብሲ እምበር ከይጠፍእሲ ከምቲ ሙሴ ኣብ በረኻ ተመን ዝሰቐለ ከምኡ ድማ ወዲ ሰብ ክስቀል ይግብኦ እዩ ጎይታና የሱስ ክርስቶስ ኣብ ወንጌላት ብምልኡ ደጋጊሙ ዝዛረበሉ ዝነበረ ጉዳይ ክመውት ምዃኑ ክስቀል ምዃኑ በጃ ብዙሓት ከም ዝመውት ብምሟቱ ከዓ ንብዙሓት ንምድሓን ምክንያት ከም ዝኸውን ደጋጊሙ ዝዛረበሉ ዝነበረ ሓቂ ሕጂ ከዓ ንኒቆዲሞስ ከምኡ ኢሉ እቶም ብእኡ ዝኣመኑሲ ናይ ዘለኣለም ህይወት ምእንቲ ክረኽቡ እምበር ከይጠፍኡሲ ከምቲ ሙሴ ኣብ በረኻ ተመን ዝሰቐለ ከምኡ ከዓ ወዲ ሰብ ክስቀል ይግብኦ እዩ ኢሉ እንታይ ማለቱ እዩ እንታይ ዓይነት እንታይ ገይሩ ሙሴ እንታይ ተመን ይሰቂሉ ሙሴ ንምንታይ ኣብ በረኻ ተመን ሰቂሉ ሙሴ ንምንታይ ኢኸ የሱስ ብተመን ዝምሰል ዘሎ? ጐይታና የሱስ ክርስቶስ እቲ ንጹህ፣ እቲ ሓጢኣት ኣልቦ፣ እቲ ጻድቕ ከመይ ኣቢሉ እዩ ምስ ተመን ዝመዓራረ ዛንታ ተመዓራሪ ዘሎ ምስኡ? እዚ ዛንታ እዚ ኣብ ዘሁልቅ ኣብ ብሉይ ኪዳን ኣብ ዘሁልቅ ምዕራፍ 14 ኢና ንረኽቦ እሱ ድማ ደቂ እስራኤል ሓደ እዋን ናብ እግዚኣብሄር የጉረምርሙ እሞ እግዚኣብሄር ድማ ተናኸስቲ መርዛማት ኣትማን ይሰደሎም። እዞም መርዛማት ኣትማን ነቲ ህዝቢ ይነኽስዎ፣ እቲ ህዝቢ ከዓ ክመውት ጀሚሩ። እቲ ህዝቢ ክመውት ምስ ጀመረ ናብ ሙሴ ጥርዓኖም ሒዞም መፅም ሙሴ በጃኻ ንሕና በዲልና ኢና ንእግዚኣብሄር ለምነልና እሞ እዞም ተመን ክኣልየልና ኢሎሞ ሙሴ ከዓ ናብ እግዚኣብሄር ከይዱ ለሚኑ እግዚኣብሄር ግን ነቶም ተመን ክኣልዮም ኣይኮነን ፈትዩ ዝነዱ ኣትማን እዩ ዝብለና ወይ ኣዝዮም መርዛማት ኣትማን እዮም ነይሮም ነቶም ኣትማን ኣይኮነን ኣልዎም ንሙሴ ከምዚ ኢልዎ ካብ ኣስራ እዚ ቀጥቂጥካ ተመን ስራሕ ኢሉ ነቲ ተመን ከዓ ኣብ ዕንፀይቲ ስቐሎ ኢሉ ሽዑኡ ሰብ ብተመን እንድሕር ድኣ ተነኺሱ ናብቲ ናይ ኣስራ እዚ ተመን ይጠምት እሞ ንዑ ኣብ ዝጠመተሉ ሰዓት ክሓዊ እዩ ኢልዎ ብጣዕሚ ዝገርም እዩ ስለዚ ሙሴ ተኣዚዙ ከምቲ ዝበሎ ገይሩ ማለት እዩ ስለዚ ካብ ኣስራዚ ተመን ሰሪሑ ዕንጨይቲ ገይሩ ሰቒልዎ ዝተነኽሰ ዘበለ ናብቲ ኣስራዚ ተመን ይርኢ እሞ ኣይመውትን ይሓዊ ይድሕን ነይሩ ከመይ እዩ እቲ ሳይንስ ኣይፈልጥን እግዚኣብሔር ኩሉ ከኣለ ስለ ዝኾነ ናይ እግዚኣብሔር ጥበብ እዩ ኣብኡ ዝረኣይ ንምንታይ ሲ ተመን ምስ ነኸሰካ ኣብ ኣካላትካ መርዚ ይኣቱ እሞ ንደምካ እዩ ዘርግኦ ደምካ ምስ ረግአ ድማ ከምዚ ሕጂ ብላድ ክሎቲንግ ዝበሃል ወይ ስትሮክ የጋጥመካ ትመወት ማለት እዩ ደምካ ስለ ዝረግእ ደም ስለ ናብ ርእስኻን ናብ ልብኻን ምሕላፍ ዝኣቢ እንታይ ምትሓሓዝ እዩ ዘለዎ ሓደ ሰብ ናብ ተመን ኣስራዚ ጠሚቱ እቲ መርዚ ኣበይ እዩ ዝብተን እቲ መንከስቲ ናበይ እዩ ዝኸይድ ኣይንፈልጥን ኢና ሽዑ ግን ብከምኡ ይድሕኑ ነይሮም ሕጂ ከዓ ጎይታ የሱስ ሲ እቲ ከምቲ ሙሴ ተመን ዝሰቐለስ ኣነ እውን ክስቀል ይግባኣኒ እዩ ንምንታይ ሰባት ሕጂ እውን ንዓይ ሪኦም ክድሕኑ ተመን ናይ ሞት ምሳሌ እዩ ናይ ሓጢኣት ምሳሌ ልዕሊ ኩሉ ከዓ ናይ ሰይጣን ምሳሌ እዩ ተመን እዩ ንሄዋን ኣስሒትዋ ንዝክር እንድሕር ዳ ኮይና ኣብዚ ፍጥረት ምዕራፍ ሓደ ተመን ከም እኩይ ኢና ንፈልጦ ተመን ከም ናይ ሓጢኣት ምሳሌ ኢና ንፈልጦ ስለዚ ኣብዚ ዓለም እዚኣ ሰይጣን ኩሉ ግዜ ኣሎ እቲ ተመን ኩሉ ግዜ ኣሎ እቲ ተናኻሲ ኩሉ ግዜ ኣሎ እቲ ሓጢኣት ኩሉ ግዜ ኣሎ እቲ ሞት ኩሉ ግዜ ኣሎ እግዚኣብሔር ንዑ ይኮነን ኣልዮ ካብዛ ምድሪ እዚኣ እንታይ ደኣ መፍትሒ እዳልዩ? እንታይ እቲ መፍትሒ? እቲ መፍትሒ እቲ ዝተሰቕለ ክርስቶስ የሱስ እዩ። ከመይ ኣቢሉ ደኣ ምስ ተመን ተመዓራረየ ወይ ብተመን ተመሰለ እንድሕር ዳ ኢልና ጎይታና የሱስ ክርስቶስ ኣብ መስቀል ክስቀል ከሎ ናትና ምስሊ ሒዙ ናትና ሓጢኣት ተሸኪሙ ናትና ውርደት ተሸኪሙ እዩ ተሰቒሉ እቲ ሓጢኣት ዘይፈለጠ ወዱስ ምእንታና ሓጢኣት ገበሮ እዩ ዝብለና ስለዚ ሓጢኣት እዩ ኮይኑ የሱስ ክርስቶስ ምክንያቱ ናተይን ናትኩምን ሓጢኣት ስለ ዝተሸከመ ሕጂ ናይ ሓጢኣት ፀገም ኣለና ናይ ሞት ፀገም ኣለና ናይ ሰይጣን ፀገም ኣለና ንሳቶም ኩሉ ግዜ ኣብ ከባቢና እዩ ናቶም መንከስቲ ግን ኣብ ሂወትና ከይሰርሕ እንድሕር ደኣ ደሊናዮ ናብቲ ዝተሰቕለ የሱስ ኢና ክንጥምት ዘለና። ናብኡ ምስ እንጥምት ናይ ዘለኣለም ህይወት ኣሎ ይብለና ኣሎ ጎይታ የሱስ። ደጊመ ከንብበልኩም እታ ጥቕሲ ብኡ ዝኣምን ኩሉ ናይ ዘለኣለም ህይወት ምእንቲ ክረክብ ናይ ዘለኣለም ህይወት ማለት ኣምላኻዊ ህይወት ዘይመውት ህይወት ብሓጢኣት ዘይጉዳእ ህይወት ብተመን ብሰይጣን ዘይጉዳእ ህይወት ምእንቲ ክረክብ ከይጠፍእ ከኣ ከምቲ ሙሴ ኣብ በረኻ ተመን ዝሰቐለ ከምኡ ድማ ወዲ ሰብ ክስቀል ይግብኦ ኢሉ ተሰቒሉ እዩ ኸኣ ስለዚ እዚ ዝተሰቕለ የሱስ ምእንታይን ምእንታኻትኩም እዩ ተሰቒሉ ናብኡ ምስ እንጥምት ናይ ዘለኣለም ህይወት ኣሎ ከመይ እዩ እዚ እንታይ እዩ ንትብሉ ሰባት ዘዳለናዮ ትምህርቲ ኣሎ ብሕልፊ ኣብ ካምፓላ ዩጋንዳ ዘለኹም በዚ ኣብ ታሕቲ ዘሎ ቁፅሪ ቴሌፎን ተደኣ ደው ኢልኩምልና ክንጽልየልኩም ክንምህረኩም ናብዚ ዕረፍቲ ናብዚ ህይወት ናብዚ ጎይታና የሱስ ክርስቶስ ዝዛረበሉ ዘሎ ናይ ዘለኣለም ህይወት ክትኣቱ ክትፈልጡ ድሓን ክትፈልጡ እንተ ደሊኹም እቲ መንገዲ ክፉት እዩ በዚ ኣብ ታሕቲ ዘሎ ቴሌፎን ደውሉልና ምናልባት ኣብ ካልእ ክፋላት ዓለም ዘለኹም ነዚ ቪድዮ ትርእይዎ እውን ክምሃር ደልየ ክፈልጥ ደልየ መፅሓፍ ቅዱስ ክፈልጥ ደልየ እንታይ ናይ ዘለኣለም ህይወት ክፈልጥ ደልየ ትብሉ ሰባት ደውሉልና ከነልዕለኩም ኢና ብዙም ድዩ ብካልእ ኣገባብ ድማ ናይ ትምህርቲ መደብ ክንሰርዓልኩም ንኽእል ኢና። እግዚኣብሔር ይባርኽኩም። ጎይታ የሱስ ምእንታኹም እዩ ተሰቒሉ። የፍቅረኩም እዩ። ደሓን ኩኑ።